እዚኦም ካብዚኣተን እትዓቢ ሰለስቲኤን ጠቂሱስ ካብዚኣተን እትዓቢ ግን ነበርቲ እየን ሰለስቲኤን ነበርቲ እየን እምነት ነባሪ እዩ ተስፋ ነባሪ እዩ ፍቅሪ ነባሪ እዩ እዚኣተን ሰለስቲኣተን ይነብራ ኢሉ ስለዚ ኣብቲ ዝነብር ጎይታ ዘናብረና እምነት ዘናብረና ተስፋ ዘናብረና ፍቕሪ ስለ ዝህበና ናብዚ ፍቕሪ እዚ ዘእትወና ድማ እቲ እናወሰኸ ዝኸይድ ኣብ ህይወትና እናወሰኸ ዝኸይድ ኣብ ርድኢትና እናወሰኸ ዝኸይድ ድማ ኣብ ግዕዞና ንኣመንቲ ነቶም ልደት ጐይታና የሱስ ክርስቶስ ዝረኸቡ ኣመንቲ ኣብ ቀዳማይ ጴጥሮስ ክንከይድ ከለና ኣብዚ ቀዳማይ መልእኽቲ ጴጥሮስ ዝብል ክፍሊ መጽሓፍ ቅዱስና ብፍላይ ከኣ ንኣመንቲ እተጻሕፈ ጽሑፍ ስለ ዝኾነ ጴጥሮስ ሓዋርያ የሱስ ክርስቶስ ነቶም ኣብ ጴንጥዮስን ኣብ ገላትያን ኣብ ቆጵያን ኣብ እስያን ኣብ ቢታንያን ፋሕ ኢሎም ዘለዉ ሕሩያት እዮም። እቲ ተሓሪም ካብዘን ሓሙሽተ ከተማታት እዚኣተን እዚ ተሓሪም እዞም ምሕራይ እዚኣቶም ድማ እቲ ንዘይሓልፍን ዘይረክስን ዘይጽምሉን ኣብ ሰርበያ ተኣርኒቡልና ዘሎ ርስቲ ኢልዎ ኣሎ። ስለዚ ኣብዚ ርስቲ'ዚ ዝኣትዉ ናብዚ ርስቲ'ዚ ዝካፈሉ ምስቲ ዘይሓልፍ ዘይረክስ ዘይጽምሉ ኣብ ሰማያት ዘሎና እቶም ቀዳማይ ቆረንጦስ ዓሰርተው ሰለስተ ምዕራፍ ሕጂ ግና እምነትን ተስፋን ፍቕርን እዘን ሰለስተ እዚኣተን ይነብራ ካብዚኣተን እትዓቢ ፍቕሪ'ያ ምስ በለ እሱ ዘይሓልፍ ዘይጽምሉ ዘይረክስ ዝኾነ እምነት ዘለዎ ሕጂ ጀሚርናዮስ እናቐጸለ ዝኸይድ እናቐጸለ ክኸይድ ከሎ ድማ እዚኦም እናቐጸሉ ከዶ ከለዉ እቲ ንዘይሓልፍን ዘይጽምሉን ዘይረክስን ኣብ ሰማያት ተኣርኒቡልና ዘሎ እዚ ኣዝዩ ተስፋ ናይ ኣመንቲ ነቶም ኣብ ሓሙሽተ ከተማታት ፋሕ ኢሎም ዘለዉ ንኣኣቶም ድማ ክጅምር ከሎ ኣብቲ መጀመርታ ቀዳማይ ጴጥሮስ እንሪኦ ክፍሊ ነቲ ናይ ቀዳማይ ጴጥሮስ ትምህርቲ ብምልእኡ ሒዝዎ እንረኽቦ ንሱ ኸኣ እቲ ቅዱስ ዝኾነ ኣነ ቅዱስ እየ እሞ ቅዱሳን ኩኑ ዝብል ጽሑፍ ስለ ዘሎ፣ ከምቲ እቲ ዝጸውዓኩም ቅዱስ ዝኾነ፣ ንስኻትኩም ከኣ ብኹሉ ንብረትኩም ቅዱሳን ኩኑ ኣብ ቀዳማይ ጴጥሮስ ሓምሻይ ምዕራፍ ቁጽሪ ዓሰር ቀዳማይ ምዕራፍ ቁጽሪ ዓሰርተ ሓሙሽተ ክሳብ ዓሰርተ ወሽዱሽተ እቲ ኣነ ቅዱስ እየ እሞ ቅዱሳን ኩኑ ዝብል ዘሎ ዘይሓልፍ ዝህበና ዘይጸምሉ ዝህበና ዘይረክስ ዘልብሰና ቅዱስ ዝኾነ ኣምላኽ ካብቲ ቅድስንኡ ከኣ ብእምነትን ብተስፋን ብፍቕርን ነባሪ ዝኾነ ነገር ክርኣ ኣብ ህይወት ናይ ኣመንቲ ይዛረብ። ቀዳማይ ጴጥሮስ ኣብቲ ፋሕ ዝበለ ህዝቢ እሞ ኸኣ ፋሕ ኢሉ ኣብ ፋሕ ምባል ድማ ብዙሕ ምብትታን ስለ ዘለዎ፣ ካብቲ ምብትታን ዘለዎ እቲ ቀደም ዝተመደበ፣ እቲ ኣብ ቀደም እግዚኣብሄር ዝመደቦ፣ ሕጂ ድማ ክሳዕ ዘለኣለምነት ዝኸይድ፣ ካብቲ መጀመርታ ክሳዕ መወዳእታ እሱ ኸኣ ካብ ምድሓን ጀሚሩ ክሳብ መወዳእታ ካልኣይ ምጽኣት የሱስ ክርስቶስ ክሳዕ ዝኸውን ዝቕጽል እሱ ኸኣ ኣብዛ ቀዳማይቲ ጴጥሮስ ኣብታ ቀዳመይቲ ምዕራፍ ካብ ቁጽሪ ሓደ ክሳብ ዕስራን ሓሙሽተን ዘሎ ፍቕድታት ብፍላይ ድማ ኣብ ውሽጢ ናይዚ ካብ ቀዳማይ ቁጽሪ ክሳብ ዕስራን ሓሙሽተን ቁጽሪ ዘሎ ዓሰርተ ሓሙሽተ መለኮታዊ ኣርእስቲ ኣለዎ። እዚ መለኮትነት ዝብል ዘይጽምሉን ዘይረክስን ዘይሓልፍን ዝኾነ ኣምላኽ ብግህዶ ኣብ ህይወት ዝፍጽሞ፣ ኣምላኽ ብግህዶ ብክርስቶስ የሱስ ኣብ ኣመንቲ ካብ ምድሓኖም ክሳዕ መወዳእታ ዓለም ዝኸይድ ቀጻልነት ዘለዎ ስለዚ እምነትን ተስፋን ፍቕርን እዚኣተን ነበርቲ እየን ክብለና ከሎ ነቲ ዘይሓልፍን ዘይጽምሉን ዘይረክስን ካብ ምድሓንና ጀሚሩ ክሳዕ መወዳእታ ናይ ዘለኣለምነት እንኣቱ ዝተዋህበ ምዃኑ ብፍላይ ኣብዚ ቀዳማይ ጴጥሮስ ንርዮ። ካብዞም እንርዮም ኣብ ቀዳማይ ጴጥሮስ ድማ ኣብቲ መጀመርታ ቁጽሪ ክልተ ከምቲ እቲ ናይ ቀደም ፍልጠት እግዚኣብሔር ኣቦና ብቅድስና መንፈስ ንምእዛዝ ብደም የሱስ ክርስቶስ ንምንጻግ ጸጋን ሰላምን ኣባኻትኩም ይብዛሕ ኢሉ። እቲ ጸጋን ሰላምን ዝበዝሕ መዓስ እዩ ጀሚሩ ኢልና ኣብ ህይወት ናይ ምድሓንና እንድሕር ደኣ ለይነ ክንድሕን ከለና ብጸጋ ስለ ዝደሓንና እቲ ምድሓንና ናይ ጸጋ ምልክት ስለ ዝኾነ እቲ ለውጢ ናይ ህይወትና ብጸጋ ጀሚሩ ዝኸይድ ስለ ዝኾነ እቲ ቀደም ናይ ቀደም ፍልጠት እቲ ናይ ቀደም ፍልጠት ሕጂ እቲ ናይ ኣምላኽ ጸጋን ሰላምን ኣባኻትኩም ይብዛሕ ኢልዎ። ሕጂ ኣብዞም ዓሰርተ ወሓሙሽተ ናይዞም ክፍልታት እዚኣቶም እቲ ናይ ቀደም ፍልጠት ብዛዕባ ሕርየት ኣመንቲ፣ ብዛዕባ ጽድቂ፣ ብዛዕባ ሓድሽ ልደት፣ ብዛዕባ ተበጃውነት፣ ብዛዕባ ጸጋ፣ ብዛዕባ ምድሓን፣ ብዛዕባ ዳግም ምጽኣት ዘለዎ ክኸውን ከሎ፣ እቶም ቀጺሎም ከኣ ብዛዕባ ደም የሱስ፣ ብዛዕባ መንፈስ ቅዱስ፣ ብዛዕባ ቃል ኣምላኽ፣ ብዛዕባ ምእዛዝ፣ ብዛዕባ ቅድስና፣ ብዛዕባ ሃዋርያ ኣምላኽ፣ ብዛዕባ እምነት፣ ብዛዕባ ፍቕሪ። እዚኦም ኩሎም እንተለውኹም እናማዕበለ ኸኣ ክኸይድ ዝድለ እዩ። ስለዚ ኣብ እምነት ወይ ከኣ ምድሓን መንፈሳውነትና በቲ ናይ ቀደም ጥራይ ዘይኮነሲ ኣብ ሓድሽ ህይወት ምስ ጀመርና ካብቲ ሓድሽ ህይወት ጀሚርና ሕርየትና ኸኣ ከነለሊ ኸለና፣ ካብቲ ሕርየትና ድማ ብሰብ ዘይኮነ ካብ ኣምላኽ ጽድቂ ዝተቐበልና፣ ካብቲ ጽድቂ ምቕባል ድማ ከም ብሓድሽ ልደት እተወለድና፣ በቲ እተወለድናሉ ድማ ተበጃዊ ዘለና፣ ኣብ ክንዳና ኮይኑ ዝብጆ፣ ነቲ ስፍራና ዝትክኦ፣ ነቲ ጎደለና ዝምልኦ ተበጃዊ ስለ ዘለና፣ ብዛዕባ ጸጋ ኣብቲ እተዋህበና ጸጋ፣ ንሱ ኸኣ ጸጋን ሰላምን ኣባኻትኩም ይብዛሕ ስለ ዝበሎ፣ ጸጋ ዝበዝሓሉ፣ ብዛዕባ ጸጋ ዝርድኦ ብምሉእ ብዛዕባ ምድሓን ፍልጠት ክህልዎ፣ ብዛዕባ ዳግም ምጽኣት ከኣ መን እዩ ክመጽእ፣ ኣብቲ ኣመጻጽኣ እንታይ ክኸውን ኢልና ክንርኢ፣ ብዛዕባ ደም ክርስቶስ ከኣ ብደም የሱስ ዝኸውን ብዙሕ ተግባራት ዘለዎ ፍጻሜታት ዘለዎ ብዛዕባ መንፈስ ቅዱስ ኣምላኻውነቱ ካብቲ ሳልሳይ ኣካል ናይ ስላሴ መንፈስ ቅዱስ እንታይ ግዱ እዩ ብዛዕባ ቃል ኣምላኽ ብዛዕባ ምእዛዝ ብዛዕባ ቅድስና ብዛዕባ ሃዋርያት ኣምላኽ ብዛዕባ እምነት ብዛዕባ ፍቕሪ ዘለዎ እዚኦም ሰለስተ መሰረት ገይሩ እምነትን ተስፋን ፍቕርን እዚኣቶም እናሃለወ ካብዚኦም ከኣ ናብቲ ቅዱስ ኣምላኽ እንዳተጸጋዕና ናብቲ ቅዱስ ኣምላኽ እንዳለገበና ከምቲ እቲ ዝጸውዓኩም ቅዱስ ዝኾነ ንስኻትኩም እውን ብኹሉ ንብረትኩም ቅዱሳን ኩኑ ስለ ዝበለ እና ቃል ኣምላኽ እቲ ቅዱስ ኢሉ ዝጽውዕ ዘሎ ኣምላኽ ንቅድስና ከኣ ዝጽውዕ ዘሎ ጎይታ በቲ ቅዱስ ዝኾነ ሕይወት ከኣ ብኹሉ ንብረትኩም ቅዱሳን ኩኑ ተባሂሎም ናብቲ ምሉእ ንብረት ቅድስና ዘእተወና እዞም ዓሰርተ ወሓሙሽተ ነጥብታት ኣብቲ ቀዳማይ ጴጥሮስ ንረኽቦም። ስለዚ ኣብዞም እንረኽቦም ዓሰርተው ሓሙሽተ ነጥብታት እዚኣቶም ድማ ህይወትና ካብዚ ፈጺሙ ክርሕቕ ስለ ዘይክእል ኣብ ህይወትና መሰረት ዝገበረ ድማ ጎይታ ስለ ዝኾነ ነቶም ፋሕ ኢሎም ዝተበተኑ ኣብቲ እተበተንዎ ምብታን ድማ ካብቲ እተበተንዎ ፋሕ ኢሎም ዘለዉ ሕርያተይ ኢሉ ነዞም ዓሰርተ ሓሙሽተ ነጥብታት ኣብቲ ቀዳማይ ጴጥሮስ ንርእዮም። እዞም ዓሰርተ ሓሙሽተ ነጥብታት ኣብዚ ዘሎ እንርእዮም ዘለና ድማ ምልክት ናይቲ ተመላላሳይን ምልክት ናይቲ ሰዓባይን መፍለይ ኣሎ። ተመላላሳይ ማለት ክድዕመካ ከሎ ትመጽእ ከይጥዕመካ ከሎ ተመላላሳይ ግና እቶም ተመላለስቲ እኹላት ስለ ዘይኮኑ ሰዓብቲ ዝኾኑ ብፍጹም ምስዓብ ዘለዎም ህይወት ኣብቲ ናይ ሰዓቢ ህይወት ዝኣተወ ህይወት ግና ነቲ ናይ ቀደም ፍልጠት እናምጸኤ ኣብቲ ህሉው ዝኾነ ካብ ናይ ቀደምሲ ኣብ ሕጂ፣ ካብ ሕጂ ከኣ ናብ ቀጻልነት ክሳዕ መወዳእታ፣ መወዳእታ ናይ ዘለኣለምነት ክሳዕ እንኣቱ ዝኸይድ ዕዮ እዩ ዘርእየና ዘሎ። ኣብ ቀዳማይ ጴጥሮስ ቁጽሪ ዓሰርተው ሓሙሽተን ዓሰርተው ሽዱሽተን ነቲ ሓሳብ ኣብ ቀዳማይ ጴጥሮስ ምሉእ ዘሎ ንሱ ከኣ ንዘይሓልፍን ንዘይረክስን ዘይጸምሉን ኣብ ሰማያት ተኣርኒብልኩም ዘሎ ርስቲ ኢሉ። እዚ ተኣኪቡ ኣሎ፣ ዝጽበየኒ እንታይ እዩ፣ ዘለኒ ኸኣ እንታይ እዩ፣ እምበኣር ዘለኒ ሒዘ ነቲ ዝጽበየኒ ዘሎ ኸኣ ክመጣጠሮ፣ ናብቲ ዝጽበየኒ ዘሎ ከኣ ክዓዪ፣ ምስቲ ዝጽበየኒ ዘሎ ናይ ኣምላኽ ምኽሪ፣ መለኮታዊ ዝኾነ ምኽሪ ኣብ ህይወት እናረኣኹዎ፣ ኣብ ህይወት እናጠዓምኩዎ፣ ኣብ ህይወት እናተመላለስኩዎ ክኸይድ ከለኹ፣ እምነትን ተስፋን ፍቕርን ከኣ መሰረት ናይቲ ምሉእ ዓሰርተው ሓሙሽተ ፍቕድታት እዮም። ስለዚ እዚ መሰረት እዚ ዘለዎ ነባሪ እዩ ስለ ዝበለና ካብ ነባሪ እናወሰኸ ዝኸይድ እዩ ኣብዘም ቦታታት እዚኣቶም እንሪኦም ዘለና። እናወሰኸ ክኸይድ ከሎ ድማ ካብዚ ዝዓቢ ካብዚ ዝዓቢ እቲ ፍሉጥ ኣምላኻዊ ምኽሪ እቲ ፍሉጥ ክርስቶሳዊ ምኽሪ እቲ ምሉእ መንፈስ ቅዱሳዊ ምኽሪ ንሱ ከኣ ነባሪ ዝኾነ ዝግብሮ ፍቕሪ እያ ኢሉና ስለዚ ኣብዚ ፍቕሪ እዚ ዝኣተወ ህይወት፣ በዚ ፍቕሪ እዚ ዝስነ ህይወት፣ ነዚ ፍቕሪ እዚ ዝጠዓመ ኣማኒ፣ ብንብረቱ፣ ብመንገዱ፣ ብህይወቱ፣ ኩሉ እናወሰኸ ዝኸይድ፣ ከምቲ እቲ ዝጸውዓኩም ቅዱስ ዝኾነ እዩ። እቲ ቅድስንኡ፣ እቲ ጎደሎ ዘይብሉ ቅድስና። እቲ ምሉእ ዝኾነ ቅድስና ፍልጠት ዘለዎ፣ ሕርየት ዘለዎ፣ ጽድቂ ዘለዎ፣ ሓድሽ ልደት ዘለዎ፣ ተበጃውነት ዘለዎ፣ ብጸጋ ምንባር እንታይ ማለት ምው ብዛዕባ ምድሓን ብዛዕባ ዳግም ምጽኣት ዘለዎ ምስኡ ከኣ ብደም ክርስቶስ ዝሕጸብ ሕይወት ብመንፈስ ቅዱስ ዝሕይል ሕይወት፣ ብቃል ኣምላኽ ዝዕጥቕ ሕይወት፣ ብምእዛዝ ዘሰንዮ ነቲ መንፈስ ቅዱስ ዝሰርሖን ደም ክርስቶስ ዘጽረዮን ቃል ኣምላኽ ድማ ኣብ ሕይወት ትኹል ኮይኑ ዝኣቱ ምእዛዝ ተኣዚዝካ ብቅድስና መሊእካ ብሃዋርያነት ዕዮ ኣምላኽ ተዓጢቕካ ብዛዕባ እምነትን ብዛዕባ ፍቕርን ድማ እናተኻፈልካን ስለ እትኸይድ እዚኦም ነበርቲ ዝዀኑ ኣብቶም ነበርቲ ዝዀኑ ድማ ክነብር ማሕደር ዝገበረ ጐይታ ኣብቲ ህይወትና ስለ ዝዀነ እቲ ማሕደር ዝገብር ጐይታ ድማ ብህይወትና ካብዚኣተን እትዓቢ ከኣ ነቲ ምሉእ ፍቓድ ኣምላኽ እንርእየሉ እዩ። ስለዚ ቀዳማይ ጴጥሮስ ከምዚ ከብርሃልና ከሎ ቃል ኣምላኽ በቲ ነባሪ ዝኾነ መሰረት ኣቢልና ክንመጽእ ከለና ኣብ ህይወት ኣብ ጉዕዞ ኣብ ምምልላስ ኣብ ምስዓብ ህይወትና ነዚኦም ሃዋርያ ጴጥሮስ ዘይሓልፍን ዘይረክስን ዘይጽምሉን ኣብ ሰማያት ተኣርኒቡልኩም ዘሎ ርስቲ ብናይ የሱስ ክርስቶስ ትንሳኤ ካብ ምዉታት ብብዝሒ ምሕረቱ ንህያው ዝኸውን ሓድሽ ዝወለደና ኣምላኽ ኣቦ ጐይታና የሱስ ክርስቶስ ይባረኽ ኢሎም። ብሓድሽ ዝተወልዱ፣ ኣብ ሓድሽ ዝተወልዱ ኣመንቲ ዝረኤ፣ ሰዓብቲ፣ ፍቓዶም ዝሃቡ ንኣምላኾም ክርእይዎ፣ ፍቓዶም ዝሃቡ ንጐይታ ክስዕብዎ፣ ፍቓዶም ዝሃቡ ምስኡ ክመላለሱ ዝወሰኑ ኣብ ህይወቶም ዝረኤ ካብ ምድሓን ክሳዕ ዘልኣለምነት ዚኸይድ መሰረት ዘለዎ ህይወት፣ መሰረት ዘለዎ እምነት፣ መሰረት ዘለዎ ጕዕዞ። ኣብዞም መሰረት ዘለዎም ጕዕዞ እዚኣቶም ክንኣቱ ድማ፣ ጐዲለ ምእንቲ ኸይንብል፣ ብምጕዳል ከኣ ርእስና ኸይንወቅስ፣ ካብቲ ኻብ ርእስና ምውቃስ ዘውጽኣና፣ ናብ ብእምነት ዘመላልሰና ብብዝሒ ምሕረቱ ንህያው ተስፋ ብሓድሽ ከም ብሓዲሽ ዝወለደና ኣምላኽ፣ ከም ብሓዲሽ ኣብ ዝተወልዱ ኣመንቲ፣ ከም ብሓዲሽ ምላድ ዝረኸቡ ኣመንቲ ዝስዕብ ዘሎ ኣብ ህይወቶም ኢና እንርኢ። ስለዚ እዚ ዝስዕብ እዚ ስዒቡ ዝመጽእ ስዒቡ ከኣ ዝኽተለካ ስለ ዝኾነ ካብዞም ዝኽተሉና እዚኦም ሓንሳእ ምስ ተሓረና፣ ሓንሳእ ምስ ተጸዋዕና፣ ሓንሳእ ንህያው ተስፋ ብሓድሽ ዝወለደና ኣምላኽ ኣቦ ጐይታና የሱስ ክርስቶስ ይባረኽ ኣሜን ይባረኽ ክንብሎ እቲ ሕርየት ኣብ ህይወትና ብርሃን ካብ ጸልማት ናብ ብርሃን ካብ ሰይጣን ናብ ኣምላኽ ዘርሕ ቀየረና ምቕያር እቲ ብርሃን ኣብ ህይወትና ምስ ኣተወ፣ እቲ ፍልጠት እናወሰኸ ክኸይድ ከሎ፣ እቲ ሕርየት እንዳዓበየ ክኸይድ ከሎ፣ እቲ ጽድቂ ካብ ኩሉ ኩነኔ እንዳውጽኣና ክኸይድ ከሎ፣ እቲ ሓድሽ ልደት ኣብ ህይወትና ምስ ጀመረ፣ እቲ ተበጃውነቱ ኣብ ህይወትና ዝዓዘሉ ብዛዕባኡ ጸጋ ዘለዎ እዚ ጸጋ እዚ ከኣ ኣብ ምድሓን ዝተረጋገጸ ጸጋ ካብ ምድሓን ድማ ኣብ ዳግማይ ምጽኣት ጐይታና የሱስ ክርስቶስ እንታይ ከም ዝኸውን ምልክቱ ኣብ ርሑቕ ዘሎ እንታይ እዩ ክፍጸም ከመይ እዩ ክፍጸም ኢሉ ዘእትወና እቲ ሓጺቡ ኣብ ቅድሚ ኣምላኽ ዘቕርበና እቲ ብመንፈስ ቅዱስ ዝመልኣና፣ ኣብ መንፈስ ቅዱስ ዝተመልኣ ህይወት ድማ ብቃል ኣምላኽ ዝዕጠቕን ዝለብስን ምዃኑ፣ ዘይሓልፍ ስለ ዝኾነ፣ ዘይጸምሉ ስለ ዝኾነ፣ ዘይረክስ ስለ ዝኾነ፣ ብቕድስና እናመላእና ከኣ ብዛዕባ እቲ ኣገልግሎታት፣ ሓዋርያዊ ኣገልግሎት፣ ጓሳዊ ኣገልግሎት፣ ወንጌላዊ ኣገልግሎት፣ ነብያዊ ኣገልግሎት፣ መምሃራን ኣገልግሎት፣ ንሱ ብኣገልግሎት እናመለኻ ብዛዕባ እምነት ብዛዕባ ፍቕሪ ዝረኤ እዚኦም እንተድኣ ኣለውኹም ኢለ እናማዕበለ ድማ እንተኸደ ክምዕብል ከሎ ድማ ኣብቲ ድምዕብለሉ ህይወት ኣብቲ ካልኣይ ጴጥሮስ ቀዳማይ ምዕራፍ ንሱኻ እዚ ነገር እዚ እንተለኩም እናማዕበለ ውን እንተኸደ ንምፍላጥ ጎይታና የሱስ ክርስቶስ ሃካያትን ዘየፍርይን ክትኮኑ ኣይሓድጎኩምን እዩ ኢሉ ዘይሓድግ ጎይታ እኳ ደኣ ምሕዳጉ ጥራይ ዘይኮነስ እዚኦም ኩሎም እናማዕበሉ ክኸዱ ኣብ ህይወት እቲ እምነትን ተስፋን ፍቕርን እዚኣተን ነበርቲ እየን ካብዚኣተን እትዓቢ ግና ፍቕሪ እያ ስለ ዝበለና እቲ ዝዓቢ ፍቕሪ ዘለዎ ህይወት ምስቲ ዝዓቢ ዝኸይድ እናማዕበለ ዝኸይድ ዘለዎ። እቲ እናማዕበለ ዝኸይድ ዘለዎ ድማ ንሱ ካብ ምምዕባል እናወሰኸ ንምፍላጥ ጎይታና የሱስ ክርስቶስ ሃካያት ኣይንኸውን ኢና። ብታህኪት ኣይንረእን ኢና። ካብ ትህኪት ዘውጽእ እሞ ኸኣ ትብዓት ዝመልእ ኣብ ዕዮን ኣብ ምስላጥን ዝዕጠቕ ብሩህ ዝኾነ ተስፋ ዘለዎ ስለ ዝኾነ፣ ኣብቲ ቅድስንኡ ኸኣ ተኻፈልቲ ክንከውን፣ ምስቲ ቅድስና ኣብ ውሽጢ መንፈስና፣ ቅድስና ኣብ ነብስና፣ ቅድስና ኣብ ስጋና ዝረኣየሉ ዓይነት ተርእዮ ዘኽእለና፣ ዘፈጽመና፣ ዘዕውተና ድማ እቲ እምነትን ተስፋን ፍቕሪ ኣምላኽ። ስለዚ ኣብዚኦም ዝተሰነየ ህይወት ክህልወና እዩ ኣምላኽ ፍቓዱ። ኣብዚ ፍቓድ እዚ ዘለዎ ድማ ንሕና ንውስኽ፣ ጐይታ ኸኣ ይኸብር። በቲ ጐይታ ዝኸብረሉ ክብሪ ድማ እናወሰኽና ንኸይድ እሞ ኣብቲ ምውሳኽና ድማ እናማዕበለ እንተ ኸደ ስለ ዝበሎ እናማዕበለ ዝኸይድ ፍጻሜታት ዘለዎ እቲ እናማዕበለ ዝኸይድ ፍጻሜታት ከኣ ንነፍሲ ወከፍ ኣማኒ፣ ንነፍሲ ወከፍ ሰዓቢ፣ ንነፍሲ ወከፍ ድማ ንብርሃን ኣምላኽ ብክርስቶስ የሱስ ዝረኸበ ዘሰንዮ ኮይኑ ንርኢ። በዚ መሰነይታ እዚ ዝተሳሕዘ ከኣ ኣብ ኩሉ ሸነኽ ኣብ ኩሉ ሸነኽ ነቲ ዘይሓልፍን ዘይረክስን ዘይጽምሉን ኣብ ሰማያት ተኣርኒቡልኩም ዘሎ ርስቲ ኢሉ ኣብ ሰማያት ተኣኪቡ ኣሎ። ኣዒንትና ነዚ ክርእዮ ከሎ፣ ኣዒንትና ነዚ ክጥምት ከሎ፣ ልብና ክመልእ ከሎ፣ ሓሳብና በዚ ክልወጥ ከሎ ዘይሓልፍን ዘይረክስን ዘይጽምሉን ንኣምላኽና ቀረብኡ ክንነብር ይገብረና ኣብቲ ቀረብኡ ክንነብር ከለና ድማ ህይወት መስትያት ኮይኑ ኢና ንሪኦ እዚ መስትያት ዝኾነ ህይወት ኣብ ካልኦት ዝረአን ዝንበብን ህይወት ድማ ህይወት ናይ ኣመንቲ ህይወት ናይ ቤተ ክርስቲያን ሕይወት ናይቲ ንዘለዓለም ተኣርኒቡልና ዘሎ እዚ ደቂ መዓልቲና ካብ መጀመርታ መወዳእታና ግን እንታይ ከም ዝኸውን እናርኣናዮ ክንጓዓዝ ከለና ኣራግጻና ፍሉይ፣ ኣተዓያና ፍሉይ፣ ኣጓያና ፍሉይ፣ እንዕጠቑ ዕጥቂ እውን ፍሉይ ኮይኑ እዩ ዝርከብ። ስለዚ ኣብዚ ምርካብዚ ዘለዎ ህይወት ክንኣቱ ድማ ኣምላኽ ፍቓዱ እዩ። ነቶም ፋሕ ኢሎም ዘለዉ ከም ዝተባህለ ኣብቶም ፋሕ ኢሎም ዘለዉ ዝሰርሕ ድማ ከምቲ እቲ ቀደም ፍልጠት እግዚኣብሄር ኣቦና ብቅድስናን ብመንፈስ ንምእዛዝ ደም የሱስ ክርስቶስ ንምንጻህ ጸጋን ሰላምን ኣባኻትኩም ይብዛሕ ይብዛሕ ካብቶም ክበዝሑ ዘለዎም ምብዛሕ ኢና ክንርኢ እትው ንብል ዘለና ጎይታ ይባረኽ።